ከዕልለኩም እንዴ መጽየ ምኽንያቱ ስለ ዝናፈቕኩኹም። ክገርመኩም ኣነ ከዕልል እንዴ መጽየ ናፊቐኩም እንዴ። ክቡራትን ፍትዋትን ተኸታተልቲ ሽደን ሪኣክትስ ዋን። ዳሕና ዶ ቀኒኹም ከመይ ኣለኹም። እግዚኣብሔር ይመስገን። እግዚኣብሔር ይመስገን ሰላም ኣለኹ ኣነ። ናብ ናይ ሎምዓንቲ ቪድዮ ሒዘኩም እስኪ ክሰግር። ሓዘኒ ሓዘኒ ሓዘኒ ሓዘኒ። ኣብ ናይ ሎምዓንቲ ቪድዮ እንርእዮም ዕላላት። ብዙሓት መናእሰይ ብጣዕሚ ተናዲዶም ኣለዉ። ዘናደዶም ከኣ ንሕና ኣብዚ ክንበሊ ኣይንደልን፣ ኣብ ስደት ክንኣርግ ኣይንደልን፣ ከምዚሲ መከራ በዚሑና ዝብሉ እዮም። ናታቶም ንእሽትለይ ስቓይን ሰቖቓውን ከስምዓኩም እየ ማለት እዩ። ሓቆም እዮም፣ ግን ከኣ ንስኻትኩም እውን ትውስኹሉ ነገር ክህሉ ስለ ዝኽእል ምናልባት ሓሳብኩም ሼር ክትገብሩ ስለ ትኽእሉ ማለት እዩ። ከምኡ እውን ሊብያ ዘለዉ መሻኪን ግብጺ ብሰላም ኣብ ድብጻሕ ባዕ እዚኣስ መርገመ። ብዙሓት ከኣ ንሕና ህዝባዊ ግንባር ዓዲ ኣምጺኣትልና እያ፣ እንድሕር ደኣ ተኻኢሉ ክንውቀጣ እውን ንኽእል ኢና ዝብል ሓሳብ ዘለዎም እውን ኣለዉ። ክንሰምዕ ኢና። እዚኣቶም ክልቲኦም ኣብ ክልተ ዳይናሚክስ ክነቕምጦም ንኽእል ኢና ማለት እዩ፣ ብወገን ኤርትራ። ኣነ ታቱ ስለ ዘይፈቱ እየ ኣብ ነብሰይ እምበሪ ህዝባዊ ግንባር ዝብል ታቱ ምገበርኩ ነይረ። ስደተኛታት ናይ ምምላስ ስራሕቲ ወይ ከኣ ተፈናቐልቲ ናይ ምምላስ ስራሕቲ'ሲ ኣብ ትግራይ ተጀሚሩ ነይሩ ብወረዳ ጸለምቲ ገለ ዝጀመረ ጉዳይ እዩ ነይሩ። ንምንታይ እዩ ተዓናቒፉ ሓደ ምስጢር ሒዙ ዝመጸ ናይ ዞባ ስሜናዊ ምዕራብ ኣመሓዳሪ ርክብ ገይሩ ዝነበረ ወይ ከኣ ቃለ መሕትት ገይሩ ዝነበረ ሓደ ጋዜጠኛ ሓንቲ ምስጢር ሒዙ መጺኡ ኣሎ ኣብቲ ምስጢር ንሱ ብዙሓት ዕላላት ኣለዉ ዝርዝር ኢሎም ስለ ዝቐረቡ ንሕና እውን ክነቕርቦም ክንፍትን ኢና ማለት እዩ። ምስ ፌደራል መንግስቲ ክንደራደር እንተኾይንና እውን ክንደራደረሉ ዝግበእና በቲ ናይ ፕሪቶርያ ስምምዕነት መሰረት ግዝኣታዊ ሓድነት ናይ ትግራይ ናብ ነበር ቦትኡ ይመለስ። ናብ ወገን ሑመራን ወልቃይትን ዘለዉ ህዝብታት ከይደ ነይረ ኩሎም ተፈናቐልቲ ክምለሱ ይደልዩ እዮም ተፈናቐልቲ ክምለሱ ዘይደልዩ ግን ኣካላት ንምንታይ ምዃኖም ኣይፈልጥን እየ ወይ ከዓ ምናልባት ሓደ ሓደ ሰባት ኢሉ ማለት እዩ ኣብቶም ሓደ ሓደ ሰባት ዘቐመጦም ገለ ገለ ፕረዚዳንት ነበር ጌታቸው ረዳ ሕጂ ከዓ ኣመሓዳሪ ጉዳያት ምብራቕ ኣፍሪካ ዝተዛረቦ ዝኾነ ዕላል ኣሎ ንዕኡ እውን ኣብቲ ናይ ሎምዓንቲ ኣካል ሒዙ ይቐርብ እየ። ብግልፂ እየ ነግሬ ታደሰ ህዝብና ንምምላስ ኣብ ዝግበር ምንቅስቃስ ትነጥፍ እንተድኣ ኮይንካ ኩሉ ሓገዝ ክገብረልካ እየ። ንዝተፈላለዩ ሰበስልጣናትን ወይ ከዓ ኣብ ትግራይ ብፅሒት ኣለና ኢሎም ዝዛረቡ ሰባትን ውልቀ ሰባትን ወይ ከዓ ኣመራርሓ ዝነበሩ ሰባትን ብብሎም ብ ፕረዚዳንት ጌታቸው ረዳ ነበር ማለት እዩ ሕጂ ኣማኻሪ ጉዳያት ወፃኢ ጀነራል ፃድቃን ገብረትንሳኤ ገለ ዝኣመሰሉ ሰባት ኣዘራሪብናዮም ዝብል ዕላል መፂኡ ኣሎ መልሶም እንታይ ይኸውን ወይ ከዓ ንዑ ኣብ ዓድኹም ወፂኹም ተቓለሱ ኢልናዮም ሲ መልሲ ኣለዎም ዝመለስዎ ዝብል ክትሰምዕዎ ኢኹም ኣብቲ ናይ ሎማዓንቲ ኣካል ትሕዝቶና ጌርና ስለ ዘምፃእናዮ ንሱ እውን ተመሳሳሊ ናይ ሪኣክሽንና ፓርቲ እዩ። ኣብ ትግራይ ኣሳዳድን ተሳዳድን ኣሸናፍን ተሸናፍን ክኾን የብሉን። ኣብ መወዳእታ እዛ ኩሉኹም ትፈልጥዋ ዝቐንኹም ጉዳይ ሃይለ ደደቢትን ልፍዓተይ ወይ ከኣ ብርሃነ ገብረገርግስን እዩ። ተዓረቑ ኣብ ሚድያስ ከዘራርበኩም ተባሂሎም። ዝተመለሰ መልሲ ኣሎ ንሱ ውን ክንሰምዖ ኢና። ሕማቕ ቃል ክዛረብ ስለ ዘይደሊ ምስ ሃይለ ኣብ ሓደ ሚድያ ክቐርብ ፍቃደኛ ኣይኮንኩን። ንኹሉ ክላምሉ እዚ ሽደ ንሪኣክት ስዋኒ ንስኻትኩም ነዚ ቻነል እዚ ሓደሽቲ እንድሕር ደኣ ኮይንኩም ጌር ሪላክስድ ኤን ሳብስክራይብ ላይክ ከኣ ን ኮሜን ኤን ሼር ብምግባር ነዚ ቻናል እዚ ናብ ካልኦት ከም ተባጽሕዎ ኣይጠራጠርን እየ ነባራት እንድሕር ደኣ ኮይንኩም ድማ ዝተለመደ ትሕዝቶ ኣሎ ነንብበሉ ሰዓት በጺሑ ኣሎ ራሄል ተወልደ ላይክ ላይክ ጌራትለይ ኣላ ብጣዕሚ የቀንየለይ ቢታሙን ተስፋይ ሰላም ሽደን ሓውና ነቶም ንሃገርና ጉድለት ካብ መንግስቲ ጸገም እዩ ኢልና ንዛረብ ብዓቅምናኸ ንስለ ሃገርና እንታይ ንሰርሕ ኣለና ስለዚ እቲ ማዕቀብ ኣለዋ ዝበልካዮ መንግስትን ሕብረተሰብን በዲህዎስ ናብቲ ፍረ ንምቁዳስ በቂዑ ኣሎ ስለዚ እንክእሎ ዘበለ ተሰራሕና ይሓይሽ ተዘይኪኢልና ሱቅ ምባል የድሊ እዚ ክብል ከለኩ ጸገም ከሎ ሱቅ ኣይንበል ኣይኮነን ነቲ ጸገማት እንዳሸፈነ ከምዘይሰርሕ ዘሎ ጌርካ ምቅራብ ግን ዓገብ ክባሃል ዘለዎ እዩ በዚ ገለ ሰባት እዚ ስለዘይተገብረ ኢልኩም ትዛረቡ እቲ ዝተሰርሐ ውን ትዛረብሉ እሞ ዝተረፈ ከኣ እዚ ኣሎ ብከመይ ክዕረ ኣለዎ ኢልካ ምዝታይ ይሓይሽ ንኩላትና ከም ሚዛናዊ ዘለዎ ኣተሓሳስባ ስለዝኮነና ላይክ ላይክ ላይክ ጌርልየሎ ቢታሙን የስ እቲ ዝጎደለ ኢና እምበር ኣብቲ ዘይጎደለ ሲ ምዝራብ ኣድላዪ ኮይኑ ኣይስምዕን ኣነ ዋላ ብውልቀይ ናይ ቢታሙን ተስፋይ ሓሳብ ተረዲኡኒ ኣሎ ኩሉ ግዜ ዓደይ እንታይ ሰሪሐላ እምበር እንታይ ሰራሕትለ ኣይትበል ዝብል ኣበሃላ ነይሩ ምሽ ከምኡ እዩ ዝብለኒ ዘሎ ስለዚ ንሕና ነቲ ዝጎደለ እዚ እኮ ጎዲሉ ኣሎ ኢልና ኣብ ክንዲ ምጥቋም ጠቕላላ ዝተሰርሐ ስራሕ ብምልኡ ኣብ ከምዘይተሰርሐ ጌርካ ምዝራብ ኢና ተራኺ ተዋፊርና ንርከብ እሞ እዚ ከኣ ጸገም እዩ ዝብል እዩ ናይ ቢታሙን ርእይቶ ብጣዕሚ የቐንየለይ ቢታሙን ሓወይ Let's go ናብ ናይ ሎማዓንቲ ቪድዮ ከኣ ክንሰግር ኢና ንኹልኹም ሃናጺ ርእይቶ ንዝሃብኩም ከኣ ክብረት ይሃበለይ ናብዚ ቀዳማይ ትሕዝቶይ ኢና ክንዛረብ ቀልዲ ኣምሲሉ ዝዛረበና ነቲ ጉዳይ እዚ ሲ ሚሊ እንድዩ ሚሊ ኩልኻትኩም ቁም ነገር ዝዛረብ ሰብ ወይ ከዓ ሕጂ ንኣብነት ሓደ ቁም ነገር ክዛረብ ተኮይኑ ሃፍታምን ዝበሎ ወርቂ ድኻን ዝበሎ እንከ ጨርቂ እዩ ዝበሃል ዝኾነ ሰብ በቃ በዓል ስልጣን እዩ ንእሽ ስለይ ካባ ድረብረብ ኣቢሉ ገለገለ መፅኡ ተዛሪብዎ ወይ ከዓ ንእሽ ስለይ እንታይ እዩ ዝበሃል ባደላ ወዲ ባድላ ተኸዳዲኑ ኣብዚኣ ንእሽ ስለይ ክራባት ድርብይ ኣቢሉላ ሲ ብሩራይ እንተ ተዛሪባ ቁም ነገር ዘለዋ መሲላ እያ ትስማዓኩም ከምዚ ሲ ኢልና ንሕና ሌጣ ኮይና ክንዛረብ ከለና ከኣ ናትናስ እኳ ድሓን ሓዝዎ ኣይትሓዝዎ ብዘየገድስ ከምዚ ዝበለ ቁም ነገር ዘለዎ ዘረባ ግን ክነስተውዕል ከም ዘለና ዝሕብር እዩ እሞ ናይ ሚሊ ፈላመይቲ ትሕዝቶ ኣጀንዳ ጌርና ሒዝና መጺና ኣለና ማለት እዩ ለስጎ ናብ ሚሊ ሓውና ኣላ ከምዚ ናይ ብሓቂ ጽቡቅ ኣለኹ ኣምላኽ መስገን ከምዚ ከማይ ብሓቂ ብዕልፊ እዚኦም ኣብ ስደት ዘለዉ ኣሕዋትና ኣብ ኢትዮጵያ ካምፓላ ሊብያ እቶም ካምፓላ ኢትዮጵያ ዘለዉ እኮ ይሓይሽ ትብልዎ እምበር ኣብኡ ከማን ህይወት ይኸፍእ ከምኡ እውን ሊብያ ዘለዉ መሻኪን ግብፂ ብሰላም ኣብ ድብፃሕ እዚኣስ መርገነ ብሰላም ሃገርና ሰላም ኮይና ንዓና ካብዚ ንኦም ከዓ ካልእ ሽግር ከይረኣዩ ንዓዶም የብለና ኩላትና እዚኣ ናተይ በቃ ኣነ ንሰብ ስደት ኣይምነየሉን ኣነ ንባዕለይ ስደተይ ኣብቂዑ ንዓደይ ክምለስ እየ ዝደሊ ብሰላም ሲ በቃ ዓድና ተመሊስና እቶም ስድራ ዘለኩም ስድራኹም በዓል ንሕና ከኣ ዓድና ተመሊስና ህይወትና ክንመርሕ ሓዳርና ክንገብር ክንወልድ ክንዘምት። ትኽክል እዩ ማለት እዩ ሕጂ ታይ እዩ ናይ ሚሊ ኣገላልፃ ሓሳብ ወይ ከዓ ናይ ሚሊ ርድኢት ኩሉ ሰብ ክህልዎ እዩ ዝግባእ ታይ ኢሉ መሲሉኩም መብዛሕትኡ ሰብ ተሳኺዕልካ ዶ ከይድካ ዶ ሰናይ መንገዲ ይግበረልካ ገለ ገለ ሰናይ መንገዲ የብሉን እዚስ እዚስ መርገም እዩ ኢልዎ ማለት እዩ ናብዚ ሰላም ኣነ ዘለኒ ባህግን ድሌትን ከም ሓደ መንእሰይ ስድራ ዘለዎ ናብ ስድርኡ ሓዳር ገይሩ ዘሚዱ ወሊዱ ክነብር ዝደሊ ድማ ናብ ውላዱ ናብ ምውላዱ ክኣቶ እንድሕር ኮይኑ ወይ ከዓ ሓሪሱ ሰሪሑ ክበልዕ ተኮይኑ ንዓዱ ክምለስ ክኽእል ኣለዎ እሞ ንዓዱ ናይ ምምላስ ዕድል እሲ ፈጣሪ ይሃቦ ንወዲ ሰብ ኣሜን እንደበል ኣሜን ኢልካ ምፅሓፍ ሕጂ እንታይ እዩ ሰኣን ኣሜን ተሓልፍ ንእሽለይ ምርቃ እዩ ዋላ ስይበት ንፅገይ የብል እምበር ፀጉረ ኣለዎ ይግደፎ ጭሕመይ እውን በዚ ሕጂ ድሕረ ደጊም እኮ መራቂ እየ በል ህዝባዊ ግንባር ተጠሊሙ እዩ ዝብል እዩ እስኪ ንስማዓዮ ኣነ እብለካ ኣለኹ ኣነ ታቱ ስለ ዘይፈቱ ኣብ ነብሰይ እምበሪ ህዝባዊ ግንባር ዝብል ታቱ ምገበርኩ ነይረ የስ ሃገር ፈጢርለይ ኤርትራዊ ኮይነ ኤርትራ ለምስ ዓለም ምብለካ ተሓናነቕሲ ሃገር ፈጢርለይ ነቲ ሃገርካ ምቕፃልን ዘይምቕፃልንካ ናይቲ ንኡስ ጀኔሬሽን ናተይ ናትካ እዚኦም ንኣሽቱ ቋልዑት ዋላ ብትሕተና ዘለዉ ክኸሱና ዝግብኦም ንዓና እዩ ንዓይ ንዓኻ ንምንታይ እሳቶም ኣያርከቡን ንሕና ኣርኪብና ክንቅይሮ ዝግባእ ነገር ኣነ ንስኻን ኣይሰራሕ እቲ ሃገር ናብ ዲሞክራሲያዊት ሃገር ዘይምግባርና እቲ ንጉስ ወረዶ ንዓና ዝሓተና እቲኦም ስዋኣት ንዓና እዮም ዝሓቱና ዕላምኡ ተጠሊሙ ህዝባዊ ግንባር ዕላምኡ ከም ስለዚ ኣብ ሲሪስ ንዛርብ ከም ኤርትራዊ ኮና ንዛርብ ኤግዛክትሊ ማለት እዩ እታ ፖይንት እኳ ተዛሪብዋ እዩ ብዙሓት ሰባት እውን ዝተዛረቡ እያ ሃገር ንዘምፀአ ፈቲኻ ፀሊእኻ ብዘየገድስ ናይ ባዕሉ ዝኾነ ልዑል ክብርን ሞገስን ዝግብኦ እንተኾይኑ ብፍላይ ሃገር ብምምፅኡ ድማ እንተብ ዝብል እውን ጉዳይ ስለ ዘይኣቱ ባይ ዲፎልት ክኽበር ስለ ዘለዎ ምኽባርን ናይ ምኽባር ሓላፍነትን ዘለኩም ዜጋታት ወይ ከዓ ዘለና ብኣና ወገን እውን ዘሎ ማለት እዩ ንሕና ኢና ስለዚ እቲ ሕጂ ዘሎ ትውልዲ ነቲ ዝሓለፈ ነገር እንተዘየኽቢሩ ዋላ ሓንቲ ዋጋ ስለ ዘየብሉ ከኽብር ክኽእል እዩ ዘለዎ እንተዘየኽቢሩስ ጣጣ እዩ ዝመፀና ዘሎ ዝብል እዩ እቲ ርኢትኡ ማለት እዩ ኣነ ፈትየሉ እየ ምኽንያቱ ኣብታ ትቕፅል ዘላ ቪድዮ መሰረታዊ ዝኾኑ ነጥብታት ስለ ትረኽቡ ቀጺላ ካብዛ ቪድዮ እዚኣ ቀጺላ ዘላ ዕላል ማለት እየ። እስኪ ኣብዚ ፈውሲ ፈውሲ ጭንቀት ኢሉ ዘዕልለና ዘሎ ወይ ከኣ ናይ ጭንቀት ምኽንያት ዝብሎ ዘሎ መርሃዊ እስኪ ንስማዮ። መናእሰያት ኮይንና'ሲ መብዛሕትና ኣነ ሰሚዐ ካበይ ኣትሒዝካ ገለ ጨጎራና ንሓምም፣ ምስትምሳል ገለ ይፍጠር እዩ ምስ ተጨነቕና ዝፍጠሩ ነገራት እዩ። ወለድና ግን ከምኡ ክብሉ ይሰማዕናዮም ኩርምቶም ይሓሙ ጨጎርኦም ይሓሙ ንሕና ግን እንታይ ኮይንና ኢና ንሓምም ዘለና እንድሕር ኢልካ ጭንቀት ነብዝሕ ሰለ ዘለና እዩ። ብሳይነስ እውን ብዞም ተማራመርቲ ግደፎናት ናይ መንፈሳዊ ህይወት ተማራመርቲ ናይ ሳይነስ ንባዕሉ ሲ ጭንቀት ተስፋ ምቑራጥ ልክዕ ከምቲ ምስ ጠመኻ ከርስኻ ምስ ጠመየ ሲ ጨጎራኻ ኣሲድ እዩ ዘመንጩ ኣእምሮኻ ድማ ልክዕ ከምኡ ፍልጠት ምስ ጠመየ ተስፋ ምስ ሰኣነ ሞራል ምስ ሰኣነ ኣሲድ እዩ ዘመንጩ ክፉእ ነገር እዩ ዘመንጩ ነዚ ንኩሉ ክፍለ ኣካላትካ ድማ ይልብዶ ማለት እዩ ጨጎራና ብቆም እያ ትሓምም ጨጎራ ሓሚመ ቀሓርዶ ገለ ገለ ንብሎ ካብ ጭንቀት ድመፅ እዩ ስለዚ ዝኾነ ይኹን ዘጋጠመና ነገር ብተመስገን ንበላ ተቐቢልናዮ ስለዚ ሓዚንካ ዘለኻ ወገነይ ሓዚንኪ ዘለኺ ሓፍተይ ንዘጋጠመና ነገር ተመስገን እንተ ኢልና ከም ቅፅበት ብርሃን ሓጎስን ደስታን ክቕየር ይኽእል እዩሞ ስለዚ ዘጋጠመና ዘበለ ኩሉ ናይ ስደት መረረ ይኹን መግደራ ይኹን ኩሉ ዓይነት ህይወት ተመስገን ኢልና ተተቐቢልናዮ እግዚኣብሔር ኣምላኽ ናብ ደስታ ክቕይሮ ይኽእል እዩ ይብል።
እዚ ዝገለጾ ኣገላልጻ ወይ ከኣ ዲፋይን ዝገበሮ ሳይንሳዊ መጽናዕቲ ዝተመልኦ ዋላ ብሳይንስ ውን ዝበሃል ነገር ስለ ዝኾነ ስትረስ ካሊእ ብጣዕሚ ኮርቲዞል ዘመንጭዉ ነገራት ማለት እዩ እንድሕር ደኣ ሆርሞንካ ዘዛውዕ ነገራት ኣብ ዲፕ ዲፕሬሽን ጭንቀት ኣንዛይቲ ወዘተ ገለገለ ዝበሃሉ ነገራት እሲ ኣብኣቶም ውሽጢ እንድሕር ድኣ ኣቲኻ ዘጋጥመካ ነገር እንታይ እዩ? ጨጎራኻ ይሓምም፣ ኣእምሮኻ ይሓምም፣ ልብኻ ይሓምም፣ ከብድኻ ሓሚሙ ማለት ብጠቕላላ ኣእምሮኻ ይሓምም ምኽንያቱ ናቱ ውጽኢት እዩ። ኣእምሮኻ ሓሚሙ ዓይንኻ ይሓምም፣ እዝንኻ ይሓምም፣ ድምጺ የጽልኣካ ኩሉ ድብርቲ ይስምዓካ ስለዚ ተስፋ እውን ትስእን። እቶም ናይ ተስፋ። ኬሚካላት ወይ ኣብ ኣካልና ዝርከቡ ሆርሞናት እውን ኣይምንጭዉን፣ እኹል ድቃስ ኣይትረክብን፣ ብቑዕ ዝኾነ ዕረፍቲ የብልካን፣ እዚ ኩሉ ተሓዋዊሱ ተሓዊሱ ጥብቕ እዩ ዝብለካ፣ ይሽግረካ ማለት እዩ፣ ስለዚ እቲ ጉዳይ እዚ እቲ ንሱ ዝገለፀሉ መንገዲ ብጣዕሚ እዩ ዝገርም፣ ከም መናእሰያት ከም መናእሰያት ተመስገን ምልማድ፣ ተመስገን ነታ ዘላትና ማለት እዩ፣ ኩሉ ዝሓዘ ዝኾነ ታሪኽ ኣሎ፣ ታይ እዩ ነይሩ እቲ ታሪኽ፣ ሓደ ንጉስ እዩ ብ ዝኾነ ቦታ ሲ ዝተዃዕተ ቦታ ምሽ ኣሎ ኣብ ጎቦ በቲ ጎቦ ገይሮም ይሓልፉ ነይሮም ግን ውሽጡ ተነዲሉ ዝተዃዕተ ቦታ ስለ ዝነበረ ብኡ እንዳሓለፉ እንዳሃለዉ ፀልማት ስለ ዝነበረ ንሳቶም ሓሸኽ ሓሸኽ ዝብል ዝኾነ በቃ ዝኾነ ድምፂ ሰሚዖም ዳሕራይ እንታይ ኢልዎም ማለት እዩ እስኪ ምናልባት እዚ ድምፂ እዚስ ፍልይ ዝበለ ድምፂ እዩ ኢልዎም እቲ መራሒ ሓዙ ኢልዎም ሕጂ ገለገሊኦም ሓደ ሓደ ዕኹቲ ሒዞም በቃ ጭብጥ ጭብጥ ኣቢሎም ብኢዶም ሒዞም ካብቲ ነገር ማለት እዩ ኣይርእዎን ዘለዉ ገለገሊኦም ከዓ እዚ ንጉስ እዚ መህተውተው እንታይ ከእተወና እዩ ኢሎም ገዲፎሞ ከይዶም ወጺኦም ማለት እዩ። ደሓር ታይ እዩ ገጢምዎም መሲሉኩም እቶም ኣብ ደገ ምስ ወጹ እቲ ኩሉ መንገዲ ወዲኦሞ ጸልማት ዝነበረ ብርሃን ምስ ኮነ ምስ ረኣይዎ እቶም ሓደ ሓደ ዕኹቲ ሒዞም ዝነበሩ ሰባትሲ ወርቂ ኮይኑ ረኺቦሞ ማለት እዩ። እቶም ካልኦት ከኣ ብጣዕሚ ዋይ ታይ እቲና እዩ ገለ ኢሎም ዝነበሩ ወርቂ ዝበሃል ገለ የለን ሕጂ ታይ ተባሂሉ ዝሓዘ ውን ሓዘነ ዘይሓዘ ውን ሓዘነ ዝበሃል ጉዳይ ማለት እዩ። ሽዑ ማለት እቶም ሒዞም ዝነበሩ ፍርቂ ፍርቂ ኢዶም ወይ ሓደ ሓደ ኢዶም ዝሓዙ ሰባት እንታይ ኢሎም ኣበይ እሞ ብኽልተ ኢድ ሒዝና ምኾንና ወይ በዚሕና ኣብዚሕና ምሓዝና ኢሎም። ቶም ዝሓዙ ከዓ ቶም ዝሓዙ እዮም እዚኦም ክልተ ኢድ ተመንዮም ንኢስና ኢሎም ቶም ዘይሓዙ ከዓ ንምንታይ ዘይሓዝና ኢሎም ስለዚ ኣብዚ ዓለም እዚስ ዝሓዘ ሓዘነ ዘይሓዘ ሓዘነ ዝኾነ ጉዳይ እዩ ክልቲኡ ብሓደ ግዜ ከማሎ እየ ኢልካ ዓለም ፍፁምን ፐርፌክትን ኮይኑ ሃፍቲ ጥዕና ፅድቂ ኩሉ ገለገለ ክትረክብ ተኮይንካ ሓንቲ ኮር ሓሳብ ኣላ እያ ንሳ ከዓ ምስጋና ንኣምላኽ እያ እሞ ነመስግን እኮ እዩ ዝብሉ ዘሎ ሕጂ ከም ፋርነት ዝፅዋዓሉ ግዜ እዩ ዳሕና ደው ኢልኩም ኢለ ኣነ እኳ ክኣቱ ከለኹስ ኣምላኽ ይመስገን እንትብል ተለኹ ገለ ገሊኦም ማለት እዩ ስኪፕ ክገብርዎ ዝኽእሉ ቪድዮ እዩ ምኽንያቱ ፈጣሪ ማለት ኣብ ዲቤት ዘእተው ትውልዲ ይመጽእ ስለ ዘሎ ማለት እዩ እዚ እዚ ብምሉእ እቲ ጸገም እዩ ቀጽለ ቢልና ናብ ናይ መምህር ገብረ ኪዳን ኢና ክንዛረብ እታ ዘረባ እዚኣ ኩሉ ግዜ ሓቂ እያ ኩሉ ግዜ ሓቂ ዋላ ትኹን እምበር ሕብረተሰብና ድማ ነዚ ሓቂ እዚኣ ክፈርሓ መዓት እዩ ብፍላይ ህዝቢ ትግራይ ነዚ ሓቂ እዚኣ ክፈርሓ መዓት እዩ ብፍላይ ሰበስልጣናትና ድማ ክፈርሕዋ መዓት እዮም እስከ ንስማዕ እያታ ጉዳይ ናይ ባዕሉ መራሒ እዩ ህዝቢ ደም ነቢዑ ደም ከፊሉ ዘምፅኦ ነፃነት ኣይጠቀቕመሉ ሳላ ነፃነት ዝረኸቡ ግን ኤርትራውያን ቶም ገንጣይ ኣስገንጣይ የዓረብ ፔትሮ ዶላር ቅጥረኛ ዝበሃሉ ዝነበሩ ጎይቶትና ተባሂሎም ማእኸል ኢትዮጵያ ዘለውነ ሹመኛታት ንትግራይ ዘሊሎም ብኣየር ናብ ኣስመራ ዝኸዱ ዘለዉ ህዝቢ ኤርትራ መሰሉ ባንዴርኡ ስለዝተኸለ ብዓለም ተፈሊጡ መንግስትነት ስለዘቆመ እዩ ታከ ንሕና ኢትዮጵያውያን ኢና ኢልና ደም ከፊልና ኢትዮጵያ ትበሃል ሃገር ፈጢርና ፈደራሊዝም መስሪትና ልምዓት ኣምፂእና ኣባይ ገዲብና ዝኹሉ ንኢትዮጵያ ዝገበርና ግን ፀላእቲ ኮይና ንምንታይ ታትግበእና ናጽነታ ዝክበረት ትግራይ ስለ ዘይሓዘት። ትክክል እያ እዚኣ ካበይ ኣመንጭያ ንበል እታ ከምዚ ኣቦና ዝዛረብዋ ዘለውስ ኣብቲ ዓዲ ትረኣ ኣብታ ኢትዮጵያ ትባሃል ዓዲ ብሙሉእ ጠቅላላ ትረኣ ጉዳይ ስለ ዝኮነ ማለት እዩ እዚ ኩሉ ዝረኣ ዘሎ ጉዳይ ክል ክልተ ምንጭታት ኣለዎ እቲ ሓደ ስለ ዘይሰራሕና ወይ ከኣ እቲ ስራሕና ሪኮግናይዝ ስለ ዘይገበርዎ ኣይኮነን ንእግረ መንገዱ ንሳቶም በቲ ሽዑ ግዜ ዘይኣመኑሉ ንሕና ግን ብ ከምቲ ሕጂ ንዝግበር ዘሎ ዓቕሚ ወይ ረኺብና ወይ ብዝተፈለየ መንገዲ ናትና ርድኢት ሓይሉ ወይ ከኣ ሳዕሪሩ እሞ ዝበለጸ ርድኢት ንዳሕራይ ዝመጽእ ውጽኢት እኳ ንዓና ዝጠቕመና ከይኸውን እንተይፈለጥናዮ እንዳሃለና ሽዑ ዝወሰድናዮ ውሳነታት ሕጂ እኮ ገለገሊኦም ተመሊሶም ቀይዶምና ወይ ከኣ ኣሲሮምና ኣለዉ ማለት እዩ። እዚ እቲ ቀዳማይ ጸገም እቲ ካልኣይ ፀገም ከ ታይ እዩ ዘይትብሉን? እቲ ካልኣይ ፀገም መራሕትና ድሕሪ ሞት ቀዳማይ ሚኒስትር መለስ ዜናዊ ብፍላይ ማለት እዩ በቲ ሽዑ ግዜ ነበር ድሕሪኡ ናብ ግለ ኳዕቲ ሙስና ኣትዮም ሙስና ከም መኻዕበቲ ሃፍቲ ስልጣን ከም በትሪ ሹመት ገለገለ ዝኣመሰሉ እዚኦም ብምልኦም ትገፈሎም ትበልዓሎም ስለ ዝኾኑ ናብኡ ምስ ኣተዉ ንዓና ረሲዖምና እዮም ነይሮም ስለዚ ንሕና ኣይነበርናን ተደርብና ነርና ኣብቲ ቀደም እውን ነፃነት ደሊና ሕጂ እውን ነፃነት ደሊና ክልተ ግዜ ሰለስተ ግዜ ምስ ቀዳማይ ወያነ እንተደሚርካያሲ ሰለስተ ግዜ ሕጂ እውን ራብዓይ እውን ክንብሎ ንኽእል ኢና እቲ ሕጂ ዝግበር ዘሎ ማለት እዩ ዋላ እቲ ሕጂ ዝግበር ዘሎ ከይዱ እውን ራብዓይ ቃልሲ ኢልና ክንፅውዖ ንኽእል ኢና መንእሰይ ይስደደሉ ይንጋላትዓሉ ይእሰረሉ ይሳቀየሉ ዋት ኤቨር ኩሉ ዝኾነሉ ዘሎ ማለት እዩ እዚ ዘይተደመረሉ ነፃ ዝወፅኣሉ ምኽንያት ብሰንኪ ህዝብና እንተይኮነስ ሞሮፍ ብሰንኪ መራሕትና እዩ። ስለዚ ንመራሕትና ኢልና ዝኾነ ሙገሳ ወይ ከዓ ነፀላ ክዳን ገለ ክንሽልሞም ምኸኣልና ነይርና ግን ዝኹለይ እዚ መከራታት እዚ ከዓ ከም ዘለዎም ክንሓስብ እንተለና ሕማም ወይ ከዓ ስቓይ እዩ። እዞም ኣቦና ዝዛረብዎ ዘለዉ ዘረባ ድማ ኣካል ናይቲ ስቓይ እዩ። ደፊኒትሊ ድማ ሓቂ እዩ ማለት እዩ። ምስ ፌደራል መንግስቲ ክንደራደር እንተኾይንና እውን ክንደራደረሉ ዝግበእና በቲ ናይ ፕሪቶርያ ስምምዕነት መሰረት ግዝኣታዊ ሓድነት ናይ ትግራይ ናብ ነበር ቦትኡ ይመለስ ስታትስኮ ኣንተ ይተሓለ እዩ ያ ቅድሚ ጥቅምቲ 24 ዝነበረ ሕገ መንግስታዊ ግዝኣት ትግራይ ይመለስ እዩ
ካብኡ እዚ ማለት ተመዛበልትና ይመለሱ ተሰዲዶም ዘለዉ ሱዳን ዘለዉ እውን ይመለሱ ኣብ ውሽጢ ዘሎ ወሪሩ ዘሎ ሓይሊ ዕጡቕ ሓይሊ ይውፃእ፣ ሓደሽቲ ሰፈርቲ እውን ይውፅኡ፣
ድሕሪ ጥቅምቲ ዕስራን ኣርባዕተን ዝኣተው ዝመፁ ይመለሱ፣ ያው ሓምሳ ሓምሳ ሽሕ ንሃው ኣእትዮሞም እዮም እወ ዝኾነ ኤግዛክትሊ ስለዚ ንሕና ድማ ተመዛበልቲ ንሓ- ተመዛበልያን ሕዝና ንእተ ናይ ፀጥታ ኣካል እውን ይመለስ ይእተ ምምሕዳርና እውን ይመለስ እቲ ዝነበረ ምምሕዳር ይመለስ እወ እቲ ምምሕዳር ኢሰንስ ሰብ ክቀያየር ይኽእል እዩ ናይ ውልቀ ሰብ ኣይኮነን ምምሕዳር ናይ መለስ እቲ ኣድሚኒስትሬቲቭ ይመለስ ይኑር ቦትኡ ውልቀ ሰብ ግን ተሰዊኡ ክኾን ይኽእል ለየለ ክኾን ይኽእል ኣብ ውልቀ ሰብ ኣይኮነን ተዋና እቲ ኢንስቲቱሽን ኢና ንብለና ንሕና ሐራይ እቲ ጋዜጠኛ ኣይተረድኦን እቲ ዘረባ ሕጂ ተረዲኡኒ እንድዩ እቲ ኩሉ ዝተባህለ ዝብሎ ዘሎ እቲ ኣይተ ተኽላይ ማለት እዩ ዝዛረቦ ዘሎ ዘረባ ትኽክለኛ ዝኾነ ወይ ከኣ ናይ ኩሉ ህዝብታት ሕቶ ዝነበረ እዩ በቲ ሽዑ ዝነበረ መልሲ ግን ከምቲ ንሱ ዝበሎ እንድሕር ኮይኑ ጠቕላላ ሙሉእ ናይቲ ቃለ መሕትት ትሕዝቶ ኣብቲ ሙሉእ ናይቲ ቪድዮ ኣካል ክትረኽብዎ ትኽእሉ ኢኹም እምቢ ከምዝተባህሉ ወይ ከዓ ክኣትዉ እንተለዉ እውን እንተኾነሲ በቃ ዝኾነ ይኹን መሪሕነት ዘየብሎም ክኣትዉ ከምዝተገደዱ ነቶም ህዝብታት ኣትዮም ከዓ ጀሚሮም ከምዝነበሩ እሞ እቲ ጅማሮ ከኣ ጽቡቕ ለውጢ ከምዘየምጸ እዩ ገሊጹ። ብፍላይ ብወገን ጸለምቲ ማይጸብሪ ገለገለ ዝነበረ መሊስካ ናይ ምስፋር ስራሕቲ ነቶም ዝተፈናቐሉ ወገናትን ኣሕዋትን ከምዘይተኻእለ ሽዑ ሓደጋኡ እውን ንዓኣቶም ከምዝኾነ ካብዚ ድማ ፖዘቲቭ ነገር ክርከብ ከምዘይኽእልን እዚ ናብ ምርድዳእ ከይኮነስ ናብ ምፍልላይ ዝወስድ ነገር ምዃኑ ኣብዚ በጺሖም ማለት እዩ። እቲ ስግኣት እንታይ ምዃኑ ኣይተረደኣንን ክሳብ ሕጂ እውን። ኤንወይስ እስኪ ናይ ጌታቸው ረዳ ኢንተርቪው ንስማዕዮ። ኣይመስል ሓንቲ ነገር ክነግረኩም ሓፂር እዩ ኣነ ዝፀናሕኩሉ ምክንያት ብዛዕባ ናይ ምዕራብ ዝሓለፈ ምናልባት ገገሊኹም ዜና ሰሚዕኹም ትኾኑ ኢኹም ወልቃይት ከይደ ነይረ ሑመራ ከይደ ሰባት ኣስመላሽ ኮሚቴ መብዛሕትኦም ተዘራሪብና ኢና ግን ብዝኾነ ይኹን መንገዲ ተፈናቀልትና ህዝብና ክምለስ ኣይደልን ዝብል ሰብ ውሱን እዩ ዘጨንቆም ነገር ኣሎ ገገሊኡ ዝሰረቀ ኣሎ ንብረት ዝሰረቀ ኣሎ ገገሊኡ ብሓደ ብካሊእ ምክንያት ወንጀል ዝፈፀመ ኣሎ ህዝቢ ተፈናቀደ ህዝቢ ክምለስ ብዙሕ ተቃውሞ ዘለዎ ሰብ ይረኣኹም ከም ኣይስ ብሬከር ኢና ክንገብሩ ሓሲብና ልዕሊ ኩሉ ግን ድሕሪኡ ዝገበርናዮም ተደጋጋሚ ፃዕርታት ኣነ ሕዚ ኣነ ባዕለይ ዝውድኦ ከም ዘይኮነ ፈልጥ እየ ንታደሰ እውን ነጊሩ እየ ታደሰ ያው ናይ ባዕሉ ኣጀንዳታት ክህልዎ ክእል እዩ ግን ኣነ ትግራይ እዩ ዘጨንቀኒ ሕዚ ብግልፂ እየ ነጊረዮ ታደሰ ህዝብና ንምምላስ ኣብ ዝግበር ምንቅስቃስ ትነጥፍ ተደኣ ኮይንካ ኩሉ ሓገዝ ክገብረልካ እየ ድፋክቶ ዝመፅኡ ነቲ ቀዳማይ ሚኒስትር ጌታቸው ክሕግዘኒ ንገርዎ ገለ ስለ ዝበለ ዳርጋ ያው ፕራይድካ ውሒጥካ ኢካ ፓስትካ ገለ ረሲዕካ ህዝቢ ትግራይ ልዕሊ ልዕሊ ናትና ፕራይድ ልዕሊ ናትና ስምዒት እዩ። እምበርከ ብሱሩ ተዘይትውሕጦ ኔርካኸ ንፕራይደይ ኢልካ ክትገድፈና ኔርካ ማለት እዩ ንፕራይደይ ናይ ሓደ ወልቀ ሰብ ፕራይድሲ ልዕሊ ማንም ፕራይድ እዩ ድሓር መወዳእታ ኢልካዮ ፕራይደይ ገዲፈ ገደገደ ኢልካዮ ማለት እዩ ንምሕጋዝ ብዙሕ ነገር ተቐይምካ ክትከውን ትኽእል ኢኻ ዋላ እንተተቐይምካ ዋላ እንተተጎዲእኻ እውን ግን ዋላ ከምኡ ኮይኑ እውን ዋእ ፕራይደይ ገዲፈ ገለገለ ኣይትበል ኢኻ ብሱሩ እዚኣ ከምኡ ኢልካ ትዛረብ ተሰሚዕናካ ድሕረ ደጊም ክነሓኹረካ ኢና ኢላ ክንሓኹረካ ኢና ንሕና ዋላ ንባዕልትና ማለት ናይ ምንታይ ፕራይድ እዩ ኩርዓት ማለት እዩ እኮ ብካሊእ ኣበሃህላ ካብዚ ንላዕሊ ዘኹርዕ ስራሕ የለን ኣብዚ ኣለና ናይ ዓድና ኢሎን ማስክ ማለት እዩ እዚ ብሪልያንት ዝኾነ ማይንድ ዘለዎ ሰብ ብሕጂ ብጣዕሚ እዩ ዘደንቐኒ ዘሎ ዋላ ሃፍታምሲ መብዛሕትኡ ግዜ ደድሕሪ ገንዘብ ስለ ዝጎይ ደድሕሪ ትምህርቲ ይጎዩ ኢልና ይንሓስብ ናብ ዓድና ክልቲኡ ንምምላእ ከቢድ ስለ ዝነበረ ቀደም ማለት እዩ ወይ ትመሃር ኢኻ ወይ ከዓ ገንዘብ ካብ ናብን ኢልካ ፅዒርካ ትረክብ ኢኻ እንድሕር ምሁር ኮይኑ መብዛሕትኡ ግዜ ርእሱ ምልጥ ኢሉ ብዙሕ ናይ መጽሓፍ ፍልጠት ዘለዎ ብዙሓት ቃላት ዝጠቅስ ግን ጀብኡ ጉድል ዝበለት ኢና ንፈልጥ ኣብ ዓድና ማለት እዩ እንድሕር ሃብታም ኮይኑ ከዓ ገንዘብ ብዙሕ ዘለዎ ብዙሓት ዝወፍራ ኣይሱዙ ካልኦት ካልኦት ካልኦት ካልኦት ነገራት ናይ መኻይን ዓይነታት ገለ ዘለዎ መኻዚን ገለ ዘለዎ ግን ኣብ ፍልጠት ንእሽለይ ርእሱ ናይቲ ጅቡ እያ ጉድል ትብል ናይዚ ከዓ ንእሽለይ ርእሱ ጉድል ትብል ኢና ንርኢ ነርና ብኣንጻሩ ግን ኣብዚ ዘሎ ሓውና ድማ ማለት እዩ ኣይተዘርኡ ብጣዕሚ ጎበዝ እዩ ፋስት እዩ ስማርት እዩ ካብ ዘለዎ ኳሊቲ ሓዊስካ ካብቲ ናይ ኣከዳድና ኳሊቲ ዘለዎ ዲሲፕሊን ከምኡ ካብዚ ብዙሕ ከም መናእሰይ ወይ ከዓ ከም ሕብረተሰብ ትምህርቲ ክንወስደሉ ንኽእል ስለ ዝኾነ እየ ዘምፅኦ ማለት እዩ ብጣዕሚ ጎበዝ እዩ ከውግዕ ከሎ እውን ብጣዕሚ እየ ተመሲጠሉ ባይዘወይ ኣነን ኣቶ ጌታቸው ረዳን እውን ናይ ምርኻብ ዕድል ገጢሙና ነይሩ ስለዚ ንሳቶም እውን ብኣካል ኣዘራሪብና ኢና ልምንታይ ቃልሶም ክቡራት ኣያታትና እዮም ዕድመ ልክዖም ምእንቲ ህዝቢ ምእንቲ ቃልሲ ኩሉ ለሕለፉ እዮም ስለዚ ኣብ ትግራይ ኣሳዳድን ተሳዳድን ኣሸናፍን ተሸናፍን ክኾን የብሉን ዝብል ፖሊሲ ናይ ፓብሊክ ዲፕሎማሲ ሓደ ኣካል እዩ ስለዚ ብኡ መሰረት እውን ምስ ዝምልከቶም ኣካላት እዚ እውን ተሓሳብ ተዘራሪብና ስለ ዝነበርና ንሳቶም እውን ብሰላማዊ ቃልሶም ኣብ ዓዶም መፅኦም ክቃለሱ ለፀግሞም ነገር እንተልዩ ግን ካብኡም ልኡኽ ሂቦምና ንክመፁ እሞ ኣብዚ ንክነቕርበሎም ኣፀጋሚ ልበሃሉ ሓሳባት ተልዮም ክል ክነማቻችወሎም ሓሳብ ኣቕሪብናሎም እሳቶም ብወገን ሰላም ፅቡቕ ክንላዘብ ኢና ዝብል ምላሽ ኢና ረኺብና። ፅቡቕ መልሲ ኢና ረኺብና ዝብል እዩ። ናትካ ይሓይሽ ካብ ናይ እንበዓል ስታሊን ዝሰርሕዎ ዘለዉ ስራሕቲ እኳ ናትካ ይሓይሽ ብሱሩ። ኣይተ ዘርኡ ብኽልቲኡ ማለተይ እዩ። በቲ ሃፍተስ እኳ ብሱሩ ናትካ ይሓይሽ ጥራሕ ዘይኮነ ናትካ እንድዩ ዝበልፅ ዋላ በቲ ሕጂ ትገብሮ ዘለኻ ስራሕ እውን ግን ናትካ እዩ ትሓይሽ። ዋላ ካብቶም መራሕቲ ሃይማኖት እውን ትናትኪ ይሓይሽ መጋቢ ኣይላፍ ኢሎም እዮም ሽም ኣውፅኦምሉ ዘለዉ ወትክክል እዮም ማለት ንኩሉ ዝምግብ ኢሎም እዮም ኣውፅኦምሉ ዘለዉ ንብዙሓት ንእላፍ ነሸሓት ዝምግብ ሰብ ማለት እዩ እሞ ፖዘቲቭ ነገር እውን ይምግበና ኣሎ ፖዘቲቭ ነገር እውን የስምዐና ኣሎ እሞ ብጣዕሚ ከምዚ ዝበለ ነገር የለን ክብለኩም ኢለ እየ ብጣዕሚ እየ ኮሪዕሉ ብጣዕሚ ደስ ዝብል ሰብ ትምነዮ ዓይነት ፐርሶናሊቲ ዘለዎ ሰብ እዩ ሰራዊት ቲዲኤፍ ዝበሃል ኣፍሪስና ምድርዳር እዩ እምበር ውግእ ናብ ትግራይ ኣይንገብርን ዝበለ ረዳ ሓለፉና ተስፋይ ንጉስ ተስፋይ ራያ መን ንመን እዩ ዝወግእ ዝብል የልዕሉ ነይሮም። እቶም ወታደራዊ መራሕቲ ግን በዓል ፃድቃን ንህዝቢ ትግራይ ፌደራል መንግስቲ ተማሕፂንካ በጅ ፅረገልና ኢልካለ ምልማን፣ ንሱ ሌተናል ጀነራል እናሃለወ ዝነበሩ ሻለቃን ኮነሬልን ተጎምቢሱ እዩ ይምርሖም ኣሎ፣ ካብዚ ንላዕሊ ውርዴት የለን። ደቁን ሰበይቱን ኣሜሪካ ኮፍ ኣቢሉ እኮ እዩ ንህዝቢ ትግራይ ፌደራል ዘንጊዑ ሓመድ ልሒስና ተሲእና ናበለ ነይሩስ ኣዲስ ኣበባ ከይዱ እንታይ እንታይ ክልሕስ እንታይ ክልሕስ እዩ ከይዱ እኮ እዮም ዝብሉ ዘሎ እቶም ሃፋ ኣልዒሎምሉ እኮ እዮም እቶም ተጋሩ ኣዲስ ኣበባ ኣስመሮም እዚ ወዲ እዚ እንታይ እዩ ኮይኑ ሓመድ ንዘልሐሶ ፀላኢ ከይዱ ተሸጊጡ ትግራይ ንምጥፋእ ብመሰረቱ ጌታቸው ትሕቲ ጌታቸው ኮይኑ ምክትል ክኸውን ደስተኛ ኣይነበረን ስልጣን ውሒድዎ እዩ ነዲስ ኣበባ ከይዱ። እሺ በቲ ዘረባ ንሰምዖ ዘለና እንድሕር ድኣ ኮይኑ ጥቅልል ኣቢሉ ማለት እዩ ኣብ ክልተ ኣዲስ ኣበባ ኣኼባ ተገይሩ ነይሩ ኣብ ክልተ ወርሒ ክንኣቱ ንኽእል ኢና ንትግራይ ዝብል እንታይ እዩ ዝበሃል ከም ዝተገብረ እዩ ንሱ ከዓ እቲ ኣኼባ ጀነራል ፃድቃን ከም ዝተረኽበሉ ገሊኦም ዝሕብሩ ውሽጣዊ ጉዳያት ዘለዎ ነገር እዩ እዚ በዓል ስታሊን እዮም ከምዚ ዓይነት ነገር ፀሓቲሮም ዝረኽቡ ምክንያቱ ናይቲ ክልተ ክንፊ ናይቲ ሓደ ኣሳሳይ እንተኮይንካ እሞ ናይቲ ዓዲ ሰላም ብጠቅላልኡ ዘይርድኣካ እንድሕር ኮይኑ ወይ ከዓ ዘየድልየካ ተኮይኑ ኣብቲ ዘለኻዮ ክንፊ ኮይንካ እቲ ዝወሃበካ እንዳሃብካ ከምዚ እንዳቐራረምካ ክትውዕል ስለ ትኽእል ማለት እዩ። ንሕና እኳ ናይ ክልቲኦም ሓሳባት ኣቕሪብናልኩም ኣለና። እንድሕሪ ድኣ ደስ ኢሉኩም ተተመችኩም በዚ ወገን ዕርቂ ክንገብር ንደሊ ኢና ኢሎም ዝሓተቱ ሰባት ወይ ከኣ ዘካይዱ ዘለዉ ጽቡቕ መልሲ ከም ዝረኸቡ ይዛረቡ ኣለዉ። በዚ ወገን ከኣ ክንኣቱ ኢና ኢሎም ይብሉ ኣለዉ ማለት እዩ። ንሶም ሒዙ ክመጽእ ይጉምባሕ ኣሎ ገለ ገለ ዝብሉ እዮም። ኩሎም ናይ ህልኽ ዘረባታት እዮም። ነዞም ሰባት እዚኣቶም ነቶም ወለዲ እዚኣቶም ትሕትና ዝተመልኦ ወይ ከዓ ናይ ትሕትና ቃላት ተዛሪብና እንተንምልሶም ምናልባት ንዓና ይጠቕሙና እምበር ንሳቶም ድሕሪ ሕጂ ብዘየገድስ እንተልዎም ውህሉል ተመክሮን ዓቕምን ንምውሳድ ተዘይኮይኑ ንሳቶም ክፀንሕሉ ዝኽእሉ ግዜታት ኣተሓሳሲቦም ክሳብ ክንዲ እዚ ብጣዕሚ ሓስቡ እዮም ዝብል ግምት የብልን ዋላ ተዘተሓሳስቦም ንስድረኦም እዩ ንስድረኦም ዝኸውን ከዓ ዓርሶም ክኢሎም እዮም ትዘሕዝነኒ ኢሉ ሓደ ሰብ ኦፊሻሊ እንተተዛሪቡ ግን ዝተሰምዖ ነገር ምዝራቡ ከም ነውሪ ክቁፀር የብሉን ዝብል ርእይቶ ድማ ኣለኒ ምክንያቱ እቲ ሓቂ ንሱ ስለ ዝኾነ። ኣነ ምስ ዶክተር ሃይለ ኣብ ሓደ ሚድያ ክቐርብ ኣይክእልን ምክንያቱ ዶክተር ሃይለ ንዓይ ኣይምጥነንን ይብል ብርሃነ ገብረግርግስ እሞ ምስ ሰማዕና ንእሽለይ ክንስሕቕ ኢና ሰሚዕና ንስሓቕ እምበር ሰሚዕና ሪኣክት ንገብር ኢና ኣይንብልን ብዙሕ ግዜ መቸስ ኣብዚ ጉዳይ እዚ። Would you be willing to discuss ምስኡ ዘለኩም ኣፈላላይ? ሕዚ ንስኻ ፍቓደኛ ዲኻ ማለት? ኣይኮንኩን ምስ ከምዚ ዓይነት ሰብ ሕማቅ ቃል ክዛረብ ስለ ዘይደሊ ምስ ሃይለ ምስ ዶክተር ሃይለ ኣነ ኣብ ሓደ ሚዳ ክቀርብ ፍቃደኛ ኣይኮንኩን ምክንያቱ ኣይምጥነንን። ኣት ዘ ኤንድ ኦፍ ዘ ደይ ንዓና ዘግድሰና ንዓና መስዋእቲ ክሳብ መስዋእቲ ውን ክንከፍል ዝገብረና ናይ ህዝብና ጉዳይ እዩ። ህዝብና ኣብ መከራ እዩ ዘሎ ኣብ ሽግር እዩ ዘሎ ኣብ ጥሜት ኣሎ ካብቶም ኣዛልቶ ኣይተመለሰን እቲ ፅምደት እውን ይነው ተጠናኺሩ ክቅፅል ኣሎ ሃለዋትና ገና ኣይተረጋገፀን እሞ ሓደ ነቲ ህዝቢ ይጎድኦ ኣሎ ተስፋ የቁርፆ ኣሎ ዋ ኣለ- ኣለውና ንብሎም ተቃለስቲ ዋላ ደደቢት እውን እንተኾነ እ፣ ብሚድያ ብዙሕ ሓጊዙ እዩ ንህዝቢ ትግራይ ስለዚ ክልተ ክልተ ደቁ ብጣዕሚ ዝኣምኖም ደቁ ነንባዕሎም ክነታረኹ ተለዉ ምርኣይ
ግደፎ ክልተ ብሽሙ ዝሽቅጡ ደቁ ክልተ ብዛዕባ ሹም ናይ ህዝቢ ኣልዒሎም ኣብቲ ዘይውጋዕ ወግዒ እንዳውግዑ ሓሽከራት ኮይኖም ናይ ውልቀ ሰባት ዘሳስዩ ደቁ ተባኢሶም ኢሉ ህዝቢ ትግራይ ድምብርፅ ኣይብሎን እዩ ተዳሊኹም ትግስም ክትውዕሉ ትኽእሉ ኢኹም ብኣውሩ ግን ተዘይትበኣሱ ንፈጣሪ ክንብልስ ኢልና ክንዓርቀኩም ንህዝቢ ትግራይ ብዝጠቕምዎ ረብሓ ብገለ ትውዕልዎ እሱ ግደፎ ዳሕና ካሊእ መዓልቲ ክነውግዓሉ ማለት እዩ እና ነዊሕ ጌርናስ ክነውግዓሉ ነዊሕ ሒዝና ግን ኣነ እንታይ ድየ ስሒቐ ሱ ኢለ ብርሃነ ገብረ ገርግስ ኣይምጥነን ኢሉ ንመን ናይለ ደደቢት መርፍኢ ሲ ኢሎም መንፊት መንፊት ትፈልጥዋ እንዲኹም ሓቀይ መንፊት ክንደይ ነዃል ኣለዋ መርፍእ ሓንቲ ኣላታ መንፊት ከዓ መዓት ነዃል ኣለዋ ሕጂ እንታይ ኢላታ ንመርፍእ ኣብ ጭራኽስ ነዃል ኣለኪ ኢላታ ይበሃል መንፊት ንመርፍእ ማለት እዩ ዝብል ኣበሃህላ ኣሎ ሕጂ ብጣዕሚ እየ ስሒቀ ኣይምጥንን ሓደ ሰብ ብሱሩ ክትዛረብ እንተለካ ከም ዲሲፕሊን ዘለዎ ሰብ ዋእ ዋላ እተብ ከብድካ ዘሎ ኣብ ከብድካ ዘሎ እዩ ኮስ ኢሉካ ዳሕና ብዘየገድስ ግን ዋእ ተይሉ ዳኣ ማለት ፖዘቲቭ ነገር እንተልዩስ ጸገም የብሉን ክንረዳዳእ ንክእል ኢና ገለ ገለ እቲ ውሽጥካስ ከም ውሽጥካ ዋላ እቲ ኣፍካ ሕማቅ ነገር ካብ ኣፍካ ይውጻእ እዩ ዝበሃል ሕጂ ብርሃነ ሃይለ ኣይምጥነንን እዩ ኢሉ ንዶክተር ኣይልስ ኣይምጥንን እዩ ንክዘራረቡ ክልታኹም ኣይትምጥኑናን እኮ ንሱ ድኣ እንታይ ኢድና ግን ንብል ዘለና ዋላ ኣይትመጥኑ ተማጣጢንኩም ነንባዕልካትኩም እሲ ተረዳድኡ ምናልባት ንስኻትኩም ተመሓላልፎ ዝንቡዕ ዝኾነ ሓበሬታ ነቲ ማሕበረሰብ ከሻቕሎ ስለ ዝኽእል ኣንፎርችኔትሊ እዩ ዝበሃል ከም ዕድል ኮይኑ ከዓ ወይ ከዓ ከም ሓደጋ ኮይኑ ናጤባ ኮይኑ ከዓ ዘይረብሑ ሰባት ነታ ጋቢና ሒዞማ ስለ ዘለዉ ዘዊርኩም ከይተጥፍእዋ ነታ ጋቤና ሒዝኩማ ዘለኹም ሲ ዘዊርኩም ነቲ ሚድያ ሓንጎል ናይቲ ህዝቢ ከይትሰርቁ ተትዕረቑ ይሓይሽ ብዝብል እዩ እምበር ተዘይተዓሪቕኩም ንሕና ሓጂ ዝጎድለና እንጀራ የለን ሰላም ኢና ንረክብ ብጣዕሚ ምክንያቱ ንስኻትኩም ክትመላለሱ ትህቡና ዝነበርኩም ዘይረብሕ ኣጀንዳታት ካብ ምስሳይ ንቑጠብ ማለት እዩ ወይ ከዓ እከለ ከምዚ በለ ካብ ዝብል እውን ንቁጠብ ኤንወይስ ብጣዕሚ ፅቡቅ እዩ ከምዚ ዓይነት ነገር ቀፅልሉ በርትዑ እየ ዝብለኩም ተቐፂልኩም ከዓ ብፍላይ ደስ ይብለና ስኢልኩም ናይ ሎም መዓንቲ ቪድዮ ነዚ እዩ ዝመስል ክሳብ መወዳእታ ድማ ሃናፂ ዘበለ ርእቶ እንዳጠሓፍኩም ንትኸዱ ሰባት ብምልእኹ ማለት እዩ ክብረት ያበለይ የመስግን ይቐኒለይ ክብለኩም እየ ዝደሊ ልዋም ቅነ ክኾነልኩም እየ ዝምነ ቻው ዳሕና ቀንዮታ እዚ ሽደን ሪኣክት ሰዋን ምሳኹም ፀናሕኩ ድማ ሽደን እየ